ሰላም ሰላም ሰላም መርሓባ መርሓባ እዚኣ ድማ መቐጸልታ ናይዛ ዝሓለፈት ቪድዮ እያ ናይዛ ዝሓለፈት ቪድዮ ሕጂ ኣብዚኣ ድማ ቁሩብ ጠልቕ ኢልና ክንኣቱ ኢና እንታይ ኢና ተማሂርና ነርና ዝሓለፈ ግዜ ምስታይ ሰትዮም ሰትያቶም ኣባሓጉ ማለት ሲ ኣባሓጎኻ ሰትዮም ሓውቦታትካ ሴትያቶም፣ ዓባይካ ሴትየን፣ ሓትነታትካ ሴትያትን ከምዚ ኢልና ተማሂርና ነርና ኣብዛ ዝሓለፈት ቪድዮ ሕጂ ድማ ኣዕሙቕ ኣቢለያ ኣለኹ ንዓኻ ሰይም ኣቦሓጎኻ ክብል ከለኹ እሶም ማለት እዩ ሓውቦታትካ ክንብል ከለና እሳቶም ኢና ንብል ዘለና ዓባይካ ክንብል ከለና ድማ እሰን ማለት እየን ሓትነታትካ ክብል ከለኹ ድማ እሳተን ማለት እዩ ዘስምዕ ሕጂ እንታይ ክብል ደልየ እታ ቀንዲ ግስ ምብላዕ እያ ምብላዕ ሕጂ ኣባሓጎኻ በሊዖም እንታይ በሊዖም እንጀራ በሊዖም እንጀራ በሊዖም በዚአን ሓሙሽተ ዝተፈላለያ ቅርፅታት ስትራክቸር ክንሰርሕ ኢና ሕጂ ራይዋ በሊዖም እንተኢለ ኣባሓጎኻ በሊዖም እንታይ እዮም በሊዖም እንጀራ ድዮም በሊዖም ድራሮም ድዮም በሊዖም ምስሖም ድዮም በሊዖም ከምዚ እዩ ግን በሊዖም ኣለዉ በሊዖም ንብል ነታ በሊዖም እዚኣ ትርእይዋ ኣለኹም እታ መሰረት ዝኾነት ቃል እያ መሰረት ዝኾነት ግስ እተን ብቀይሕ ኣድሚቐለን ዘለኹ ድማ እንተወሰኽቲ ማለት እዩ ሳፊክስ ማለት እየን ሕጂ ረኣይወን እዚአን በሊዖም እንታይ በሊዖም ዝኾነ ነገር በሊዖም ኣለዉ በሊዖምዎ ድማ ነቲ ዝሃብክዎም ነገር ወይ ማለት ዝሃብናዮም ነገር በሊዖምዎ ሕጂ ከነድምፆ ከለና ንሕና ዩዥዋሊ ከመይ ጌርና ኢና ንፅሕፋ እዚኣ ብዙሕ ሰብ ካባይ ጀሚርካ ንገብሮ ጌጋ ምዎ ዝብል ድምፂ ምዎ እዚኣ ርኣይዋ ምዎ ኣብ መወዳእታ ምስ ኮና ሞ ዝብል ኣዳማምፃ ይስዕሮ ሕጂ ክንፅሕፎ ከለና በሊዖምዎ ኢልና ንፅሕፍ ድሕሪ እዚ ዖሲ ንክልቲኤን ነዚኤን ደሚርና ሞ ንገብረን በሊዖምዎ ንብል እሱ ግን ሕጂ ኣዳማምጻ እዩ እምበር ኣጸሓሕፋ ኣይኮነን እቲ ኣዳማምጻ ሞ ሞ ንብሎ ጽቡቕ ኖ ሽግር ግን ኣብዚ ግን ዊሃፍቱ ማለት ሲ ነታ ነቲ ቀንዲ ኣገባብ ግን ክርዳእና ክኽእል ኣለዎ በሊዖምዎ ኢና ንብል ንዓብዪ ሰብኣይ ክብረት ዘለዎም ማለት እዩ በሊዖምዎ ንሓደ ነገር ንኣብነት ነቲ ብዕራይ ነቲ ብዕራይ በሊዖምዎ ንብል ነታ ላም በሊዖምዋ ኢና ንብል ኦኬ ነታ ላም በሊዖምዋ ኣንስተይቲ ተኾይና ብዙሓት ተኾይኖም ድማ እዚኣቶም ንኣብነት ቶም ኣብዑር በሊዖምዎም ነብሉ ነቶም ኣብዑር በሊዖምዎም ነተን ኣሓ ድማ በሊዖምወን ወይ እንቋቑሖ ድን ቋቑሖታት ክልተ ሰለስተ እንቋቑሖ በሊዖምወን ንብል ኣባሓጎኻ በሊዖምወን ነተን ክልተ እንቋቑሖ በሊዖምወን ነተን ክልተ ጣዓዉ በሊዖምወን ነታ ላም በሊዖምዋ ነቲ ብዕራይ በሊዖምዎ እዚ ርኢኻ እዚ ስትራክቸር እዚ ሃባዎት ሓወቦታትካ ኸ ሓወቦታትካ ድማ በሊዓቶም እንዲና ኢልና በሊዓቶም ልክዕ ከምቶም ነቦኻ በሊዖም ዝበልናዮም በሊዓቶም እንታይ እዮም በሊዖም ዋል እንታይ እዮም በሊዓቶም ድራር ክኸውን ይኽእል ምሳሕ ክኸውን ይኽእል ሕጂ ነቲ መኣዲ በሊዓቶምዎ እብል ማለት እዩ ሕጂ በሊ እዚኣ ድማ በሊ ዓ ቶም ኢለ ልክዕ ከምኣ እዚኣ እንታይ ይውስኸላ ወ ጥራሕ ከማ እየ ዝውስኸላ ወ ውስኸላ እዚኣ ወ እዚኣ ኣይትረስዕዋ ወ ንውስኸላ ሃባወት እታ ዝበልዕዋ ንሰይቲ ተኮይና Same ከምዚኣ እያ ዋላ ሓንቲ ፍልልይ የብላን ኣብዚኣ ጥራሕ እዚኦም በሊዖም ዋ ንብል በሊዖም ኣሃ ዎ በሊዖም ዎም በሊዖም ወን ንብል ኣለና ኣብዚ በሊዖም ወን በሊዖም ዎም በሊዖም ዋ በሊዖም ዎ ኣብዚ ድማ በሊዓቶም ዎ ንሓደ በሊዖም ኣለዎ ማለት እዩ ኩላቶም ኮይኖም ነቲ ብዕራይ በሊዓቶም በሊዓቶም ዎ ብሎ ሃው ኣባውት እዚኣ እሞ ኮፒ ክገብራ ግዜና ሴፍ ክገብር ሴፍ ክገብር ሕጂ እዚኣ ድማ ራይዋ እዚኣ ድማ እንታይ ትኸውን እን ኩለን ክፅሕፈልኩም እየ ሶ ብቐሊል ከምዚ ጌርና ሶ እዚኣ እንታይ ክትከውን እያ በሊዓቶም ዋ ነቲ ኣንስተይቲ ኣንስተይቲ እንድሕር ኮይና ነታ ላም በሊዓቶም ዋ ራይዋ እዚኣ ድማ በሊዓቶም ዎም ድማ ብሎም ነቶም ንብዙሓት ኣብዑር እተ በሊዖም ክልተ ብዕራይ ሰለስተ ብዕራይ እንድሕር በሊዖም ሓወቦታትካ በሊዓቶ በሊዓቶም ዎም ይብል ነተን ኣሓት ኮይነን ድማ በሊዓቶም ወን ይብል ዋል ሓንቲ ኣይንቕይር ኢና እዚእን ጥራሕ ክንርድአን ኢና ዘለና እንታይ ማለትና እዚ በሊዖም ክንብል ከለና በሊዖምዎ ክንብል ከለና ንሓደ ንሓደ ነገር በሊዖምዎ ዝሃብናዮም ሽሓኒ በሊዖሞ ወዲኦሞ በሊዖም ዋቶ በሊዓ ሶሪ በሊዖም ዋ እዚኣ ኣንስተይቲ ማለት እያ በሊዖምዎም ክንብል ከለና ድማ ንተባዕትዮ ዘመልክት ማለት እዩ በሊዖምወን ድማ ከም ኣንስተይቲ ጌርና እንተ ቆፂርና እየን ስለዚ እዚኣቶም በሊዓቶምዎ በሊዓቶምዋ በሊዓቶም ዎም በሊዓቶም ዋን ሕጂ ኣብዚ ራእይወን ዘንብቐዮ ኣድሚቐየን ዘለኹ ንኹለን ነዚኣቶም ማዕረ እየን ወላ ሓንቲ ይቀየራን እየን ዘለዋ ዝቕየር ዘሎ እዚ እዚ ቶም ዝብል ዘሎ ንብዙሓት ተኮይኖም እሳቶም እንዲና ኢልና ራእይዋ እዚኣ እሳቶም ስለ ዝበልና ሂድን እያ ሓው ቦታትካ ክብል ከለኹ እሳቶም እያ ሶታቶም ኩለን ራእይዋ ኣብዚኣ ኣለዋ በሊዓቶም ራእይወን በሊዓቶም በሊዓቶም በሊዓቶም ኩለን ኣለዋ ኣብዚኣ ሽዑ ነታ ቶም ምስ ወሰኽና ኢና ነዚኤን ዎ ዋ ዎ ዎም ወን ንውስኽ ኣላ ኣባ እዚኤን ከ ዓባይ ከ ሰን ሰን ድማ ኣብዚኣ በሊዐን ኢልና እዚኣ እንታይ ክገብረልኩም እየ ቀልጢፍና መታን ክንሰርሖ ዲን ዳን ዲን ዳን ከምዚ ገብሮ ሕጂ በሊዐን ተይለ ብሓፈሻ እዩ እንታይ እየን በሊዐን ዓባይካ እንታይ በሊዐን ዋል እንጀራ በሊዐን ምሳሕ በሊዐን ድራር በሊዐን ክኾና ክእላ እየን በሊዐንኦ ነቲ ዝሃብኩን በሊዐንኦ ኦ ኦ ኢና ሕጂ ራእዋ እዚኣ እዚኣ ኦ እያ ትውስኻ በሊዐንኦ እንድሕር ሓንቲ ኮይና ከታ ዝበልዓኣ ባንሳ እንሰይቲ ኮይና በሊዐን ኣ በሊዐንኣ በሊዐንኣ ትኸውን ሓንቲ ነገር ነታ እንቋቑሖ በሊዐንኣ ነቲ እንጀራ በሊዕኖ ነቲ ነታ ተይልና ድማ በሊዕና ነዚኣ ኸ በሊዐነአን ንብል ንብዙሓት ተኮይኑ ኦኬ በሊዐነአን ማለት ነቶን በሊዕንኦም ሶሪ በሊዕንኦ ም ኦ ም በሊዕንኦም ኣብዚ ድማ በሊዐነአን ንብል ን ጅራኣይዋ ኣብዚኣ ኣብዚኣ እንታይ ወሲኸላ ኣብዚኣ እንታይ ወሲኸ ኣላ ኦም በሊዐነ ኦም ይብል በሊዐነ እን ከምዚ እየ ዝብል ኦኬ በሊዐነን በሊዐን ኦም ኦም ዓባይ ሰበይቲ እዚአን ኩሉ ግዜ መብዛሕትኡ እዚ ኦም ን ገለ ዘሎ ምስ ክስታይ ዝኸይድ ምስ ዓበይቲ ሰባት እዩ ዝኸይድ ኦኬ እዚኣ ድማ ራዮን እዚኣ ድማ በሊዓተን ኢልናያ ነተን ንሳተንሲ በሊዓተን ኢልናያ እዚኣ ድማ ርኣይዋ ተን ኣላታ እዚኣ እዚኣ ድማ ከምኣ እያ ተን ኣላታ እሲ ቴን ኣላታ እዚኣ ን ጥራሓ ልክዕ ከምዚኣ እሰ ን ኢለ ዘለኹ እዚኣ ድማ እሳ ቶ ም ቶም ረኣይዋ እዚኣ ፓተርን ኣለዎ ትግርኛ ኦኬ እዚኣ ድማ ንቕድም ክቐድሓ ከምዛ ዝበልኩም መታን ግዜኹም ክቕጥበልኩም ዳዳዳ ዳዳዳ ዳዳዳ ዳዳዳ ኦፕ ሶሪ ዳዳዳ ከምዚ ገይረ ሕጂ እታ ናይ መጀመርታ በሊዓተን እያ ኣይንቕይራን እየና ንዓ ኣሃ ንሓንቲ ነገር ድማ ነቲ መኣዲ ዝሃብናየን ወይ ነታ ቢያቲ ዝሃብናየን በሊዓተን ኦ በሊዓተን ኦ እዚ በሊዐንኦ ይብሉ ሕጂ ንሕና ብዙሕ ግዜ ምስተይ ክንገብር ከለና ተናንስቲ ነቲ እንጀራ በሊዐንኦ ንብል ኖኖ ንዓባይ ሰበይቲ እዩ ዓባይ ሰበይቲ እየን በሊዐንኦ ትብል በሊዐንኦ፣ ሓጺበንኦ፣ ደሪዘንኦ ንብለን ነተን ዓባይ ሰበይቲ እምበር ንብዙሓት ኣየመልክትን እዩ። በሊዓተንኦ ክንብል ኣለና። በሊዓተን ኦ ኣሃ ኣንስተይቲ እንተኾይና ድማ በሊዓተን ኣ በሊዓተን ኣ ንብል እዚኣ ድማ ንብዙሓት ከም ተባዕትዮ ንቆፅሮም ንኮይኑ ነቶም ኣብዑር በሊዓተንኦም ንብል ማለት እዩ በሊዓተንኦም ይሲ እዚኣ ድማ በሊዓተንእን ሕጂ ኣብዚኣ እንታይ እየ ከረድኣኩም ዝደሊ ኣብዚኣ እዚ ምስጢር እዚ እንተሕርፈ ኩሉ ፓስተንስ እንድዩ ብዛዕባ ፓስተንስ ኢና ንሕልል ዘለና ፓስተንስ ኮይኑ ግን ሉካድ ኣብ እንግሊሽ ብዙሕ ፍልልይ የብሉን ኣብ ትግርኛ ግን ፍልልይ ኣለዎ ሕጂ እዚአን ረኣይወን እዚአን ሲ ብዛዕባ ኣንስቲ ክንዛረብ ከለና ዓባይካን ሓትነታትካን ደቂ ኣንስትዮ እንድን እተን ምስሊ ኩለን እዚኤን ራኣይወን እቲ እዚኣተን ኩለን እንታይ ዝበሃል እየን ተመሳሳልቲ እየን ራኣይወን እዚኤን ኦ ኣ ኦም ዝወደኣ ኤን ዝወደኣ እዚኤን ድማ ከምኣ እየን ዝውደኣ ግን ሜክ ሹር ቅድሚ ኣድ ምግባርና እዚኤን ቅድሚ ነዚኤን ምውሳኽና እዚኤን ብግቡእ ፅሒፍናየን ዲና በልዐን ክንብል ከለና በሊዓተን ክንብል ከለና እዚኣ ቀያሕ ክገብረላ ኣይግብኣንን እዩ ምክንያቱ ቼንጅ የለን ኣብዚ ኣብዚኣ ዋላ ሓንቲ ቼንጅ ንገብራ የለን የስ ዘን ናይ መጀመርታ እዚአን ኩለን ዘን ናይ መጀመርታ ዘን ናይ መጀመርታ ሶሪ ናብ ካልእ ከይደ እዚአን እዚአን ኩለን ኣይቅየራን እየን ተን መሰረት እየን እዚአን ሕጂ እዚአን ተን መሰረት እየን በሊዖም ኣቦኻ ብሓጎኻ በሊዖም ሓውቦታትካ በሊዓቶም ዓባይካ በሊዐን ሓትነታትካ በሊዓተን ሕጂ እዚአን እንታይ ኮይነን በሊዖምዎ ኣሃ ንሓደ ንሓደ ነገር በሊዖምዎ እቶም ሰብኣይ ኣባሓጎኻ በሊዖምዎ ነቲ ብዕራይ በሊዖምዎ ነታ ላም በሊዖምዋ ኣሃ ነቶም ኣብዑር በሊዖምዎም ብዙሓት ስለ ዝኾኑ እዮም ሕጂ ነቶም ኣብዑር በሊዖምዎም ዝብል ዘለኹ ነተን ኣሓ በሊዖምወን ግን ንሕና እቲ ኮመን ሚስቴክ ንገብራ ኣብዚኣ በሊዖሞም ንብል ሞ ንቕይሮ ነዚ በሊዖም በሊዖሞም ንብል በሊዖሞም ኣይኮነ በሊዖም ዎም በሊዖም ወን ከምዚኣ ንዘክራ ዘ ሴም ቲንግ ንሓወቦታትኩም ድማ ንሓወቦታትካ በሊዓቶም ሓውቦታትካ በሊዓቶም እንታይ በሊዖም ኣዲኡ ትሸቅጠሉ ዋላ ሃንዛ ክኸውን ይኽእል ቅጫ ክኸውን ይኽእል ብዕራይ ክኸውን ይኽእል በሊዓቶም ኣብዚ ግን በሊዓቶምዎ ነቲ ዝተዋህቦም ሓደ ነገር በሊዓቶምዎ ከም ተባዕታይ ጌርና ንቆፅሮ ነገር እዩ ማለት በሊዓቶምዎ በሊዓቶምዋ ሃ በሊዓቶምዎም ነቶም ብዙሓት ማለት እዩ ተባዕትዮ ወይ ሕውስዋስ ክኾኑ ክእሉ እዮም ተባዕትዮን ኣንስትዮን ኣብዚ ድማ ኣንስትዮ በሊዓቶም ዋን በሊዐን ዓባይካ ቅጫ በሊዐን ኣሃ ነቲ ቅጫ በሊዕንኦ ብል ኣሎ ከምዚ ነታ ቅጫ በሊዐንኣ ኣንስተይቲ ቆፂርያ ነቶም ኣብዑር በሊዕንኦም ነተን እንቋቑሖታት በሊዕንአን ወይ ነተን ዓሓ ወይ ነተን ኣላማት

ኩለን ሓትነታትካ ነዘን ኣብዑር ሓመድ ኣስቴንኦም ማለት በሊዓተንኦም ነተን ኣሓ ድማ በሊዓተንአን ኩስትር ኣቢለንአን ኦኬ እዚኣ ተተረዲኣትና ሕጂ ካልኣይቲ ኣብነት ክንሰርሕ ኢና ባዕልና ሶ ንኩሉ እኳ ንኩለን ንገብረን ኣይመስለንን ግን እዚኣተን ራእይወን ሕጂ ነዘን ክስታይ እዚአን እንዳረኣና በሊዖም ኢልና ሴትዮም ድማ ኣብዚ ንብል ሴት እዮም ሕጂ ነዛ ሴት እዮም ኣርባዕተ ግዜ ኮፒ ክገብረ ሶ ክትቀለልና ከይስልችወኩም ድማ ንዓኻትኩም ከምዚ ገይረ ከምዚ ገብሮ ሕጂ እንታይ ኢለኩም እታ ናይ መጀመርታ በሊዖሞ ሰትዮሞ ድማ ንበለ ከምዚ ሰትዮሞ ንብል ነታ ፅሟቕ ዝሃብኩም ሰትዮሞ ነቲ ፅሟቕ ዝሃብኩሞ ዝሃብኩዎም ሰትዮሞ ኣባሓጎኻ ሃ ሃ ነተን ክልተ ፈናጅል ቡን ዝሃብኩወን ዝሃብኩ ዝሃብኩወን ነቶም ሶሪ ሕጂ ኣብዚኣ ይቕሬታ እቲ ክልተ ነገራት እዮም ግን ከም ተባዕትዮ ጌርና ወሲድና እዮም ነቶም ክልተ ፅሙቓት ክብል ይዋል እኳ ነተን ክልተ ፅሙቓት ኢና ንብል ግን ነቶም ክልተ ፅሙቓት ዝሃብክዎም ሰትዮምዎ ሰትዮምዎም ዎም እያ ዝብል ዘለኹ እዚ ዎም ይውስኸላ ኣብዚኣ ኣሃ ነዚኦም ድማ ሰትዮም ዋን ነተን ፈናጅል ሰትዮም ዋን ንክልቲኤን ሶ እስኪ ሕብሪ ክቕይረላ እዚኣ እዚኣ ኦ ሶሪ ኣብ ዘይከውን ገይረያ ኣለኹ ዘቐያሕ ሰትዮም ዋ ሰትዮም ዎም ኣሃ ሰትዮም ወን እዚኣ ድማ ጸላም ክትከውን ይግባኣ ክትርዳእኩም ብግቡእ ማለት እዩ ራይ ወፅን ሕጂ እዚኣተን ድማ ኣኹም ማለት እዩ እዚኣተን ድማ ወላ ሓንቲ ፍልል የብለንን እተን ናይ መጀመርታ ኢና ክንጋገየን ዘይብልና እተን ናይ መጀመርታ ክንጋገየን የብልናን ሕጂ ኣብ ሶሪ እዚአን ከምዚኣ ገይረ ልክዕ

ወን ነተን ሳርማታት ኩለን ጸፍ ኣቢሎመን ሶ ሉክ ኣት እዚ መብዛሕትና እንታይ እዩ ካባይ ጀሚርካ ኣነ ስዋሱ ምህረኩም ኣለኹ ግን ክዛረብ ከለኹ ኣብቲ ሬጉላር በቲ ዝለመድናዮ ኣብቲ ዓድና ብኡ ኢና ንኸይድ ግን ጌጋ ምዃኑ እቲ ግራመርና ክንመሃር ክንክእል ኣለና ምክንያቱ ቋንቋና ብዙሕ ኣይማዕበልና ኢና ኣብ ሓምሻይ ክፍሊ ጠጠው ኢሉ ዘሎ ሕጂ ክንካታዕ ከለና ሓደ ሓደ ግዜሲ ኦ ኖኖ ከምዚ እዩ ገለመለ ወል ኣብቲ ሓምሻይ ክፍሊ ድና ዘልኣለም ክንነብር ቁሩብ ክንስጉም ክንክእል ኣለና የስ ሕጂ እዚኣ ድማ ሰትየን ኢልና ሕጂ ንዓባይካ ሰትየን ሰትየን ኢልና ድማ እዚኣ ልክዕ ከምኣ እታ ፎርሙላ ረኣይዋ እታ ቤዝ ዝኾነት

ነታ ዝሃብክወን ፈውሲ ሰትየንኣ፣ ነቲ ዝሃብክወን ፈውሲ ሰትዮንኦ፣ ነታ ሰትየንኣ፣ ነቲ ሰትዮንኦ። ሲ ርኢኹም ከምዚ ጌርና እዚኤን ድማ ከምኡ ማለት እዩ። ሕጂ እዚ ድማ ሌትስ ከምዚ ገይረ ምሳኹም ክሰርሕ ደስ ስለ ዝብለኒ እዩ ሓደ ሓደ ግዜ ዝተፃሕፈ ጥራሕ ክትንብብ ከለኻ ብዙሕ ፎካስ ኣይትገብርን ኢኻ ክፅሕፍ ከለኻ ብሓንሳብ ግን ኣዝዩ ሓጋዚ እዩ

ሰትዮ ንኦም ኦም ሰትዮ ንኦም ዋው ነተን ንኣሽቱ ኩባያ ሻሃታት ከ ሰትዮ ንአን ን ገብር ሕጂ ርኣይዋ እዚኣ እዛ ኦ ምክንያቱ ናይ ደቂ ኣንስትዮ ምልክት እያ እዚኣ ብደቂ ኣንስትዮ ንዛረብ ተለና ኦ ኣ ኦም እዚ ንዐአን ይምልከት ማለት እዩ ን ንብል ኣለና ራይዎ እዚኣ እዋ እዚኣ እዚአን ሕጂ ዘን ክልተ ግሩብ እዚአን ራይወን ኩልቲኤን ኣብ እንታይ ጥራሕ እየን ዝፈላለያ ዘለዋ ሰትየን ዘሎ እዚ ሰትያተን ኦኬ ብድሕሪኡ ዘሎ ሩልስ ሰትያተን ኦ ሰትየን ኦ ሰትያተን ኦ ሰትዮኖኣ ሰትያተናኣ ንብለን ንብዙሓት ክኾና ከለዋ ሰትያ ብሓንሳእ ኮይነን ንሓንቲ ሰትያ ወዲእናኣ ማለት እዩ ኦ ነታ ዝሃብናየን ጥሩሙዛ ደቅሲ ሰትያተናኣ ኩለን እተን ደቂ ማሕበር ደቂ ኣንስትዮ ብሓንሳእ ኮፍ ኢለን ዘለዋ ሰትያ ሰትያተናኣ ሰትየናኣ ይንብል ኢና ሴቴንኣ ተኾይና ነተን ዓባይ ሰበይቲ ንሓንቲ ሰበይቲ እያ ሴቴንኣ ግን ኣብዚ እዩ ኮሙን ሚስቴክስ ናና ስለዚ ፈላሊና ክንሪኦ ኣሎ ሴቴንኦም ክንብል ከለና ድማ ዝሃብናየን ክልተ ፋውስ ሴቴንኦም ወር ሽሮቦታት ሴቴንኦም እዚኣተን ከ ሴትያተንኦም ሴቴን ዋ ነተን ክልተ ጥርሙዝ ኣረቂ ዝሃብናየን ደኣ ሰትየንአን እንድየን ንብል ሰትየንአን መን ተን ዓባይ ሰበይቲ ሰትያተንአን እተን ኣንስቲ ሕጂ ተረዲኣ ክትኩም ክኸውን ተስፋ ገብር ሳልሰይቲ ክንደግመላ ኢና ሳልሰይቲ ክንደግመላ ኢና ሆፕፉሊ ብኣ ድማ ክትርዳእና ገለ ተስፋ ገብር ሕጂ እዚኣ እዚኣ ደኣ እንታይ እያ ከምዚ ክገብራ ቦታ ወሲዳ ሕጂ እዚኣ ድማ ሕጂ ሓምቢሾም ትብል ዘላ ድማ ሓምቢሾም እንታይ እዮም ገይሮም ሓምቢሾም ሕጂ ዋል ኣቦታትና እኳ ኣይሕምብሹን እዮም ግን ንሕሱ ኣለና ራይት ኣብዚኣ ድማ ከምዚኣ ክገብር እየ ሕጂ እዚኦም ሓምቢሾም ንሓን ማለት ሓምቢሾም

ነቶም ክልተ ኣብ ክልተ ሰፍእታት ዝነበሩ ወይ ኣብ ክልተ ሸሓኒ ዝነበሩ ዓበይቲ ብሕቕ ድማ ሓምቢሸምዎም ሓምቢሸምዎም እብል ማለት እዩ ኦኬ እዚኣ ከምዚ ክገብረ እያ ሓምቢሾም ዎም ቦታ ትወስደለ ኣላ ብዝኾነ ብኻ ሕፅር ዝበለ ተወሲድና ነተን ክልተ ድማ ንኣሽቱ ከም ኣንስትዮ ጌርና ተወሲድናየን ሓምቢሸም ወን ንብል ማለት እዩ ሕጂ ናይ ወን እዚአን እዚኣ ቀያሕ ክገብራ እየ ሕጂ እቲ ካልእ ባዕልኹም ክትገብርዎ ትኽእሉ ኢኹም ከምዚ ጌርና እንተ ደኣ ዳሲስናዮ ቋንቋና ቢካምስ ቨሪ ቨሪ ክሊር ቨሪ ክሊር ሕጂ ርኣይዎም ሓምቢሾም ዎም ክብል ከለኹ ንተባዕትዮ ገይረ ወስዶም ኣለኹ እቶም ዝሕምበሹ ዶ ኣለዉ ኣብዚ ከዓ ከም ኣንስትዮ ሓምቢሾም ወን ሓምብሾም ዋን ሓምብሾም ዎ ንሓደ ሓምብሾም ዋ ንሓንቲ ሸምብዮም ዎም ንክልተ ወይ ንሰለስተ ሓምብሾም ዎን ድማ ከምኡ ከም ኣንስትዮ ጌርና ንወስደን ኣለና ማለት እዩ መብዛሕትኡ ድቕቕ ዝበላ ንኣሽቶ ተኮይነን ከም ኣንስትዮ ጌርና ንወስደን ዕብይ ዝበለ ተኮይኑ ድማ ከም ተባዕታይ ጌርና ንወስዶ ማለት እዩ ኣብዚ ድማ ዘ ሴም ቲንግ እዚኣቶም ሓምቢሻቶም ገለ ዝብል ዘሎ ኣይ ውል ኣድዩ ግዜ ኣይወስድን እየ ግዜ በልዓልኩምን እየ እዚ እዚ ድማ ከምዚ ጌርና ከምዚ ጌርና ከምዚ ንገብሮ ኤንዘን ሕጂ እዚኣ ድሓን ዋላ ናብዚ ከምፃያ እዚኣ ሕፅር ተበለት ኣብዚ ነዋሕቲ ስለ ዝኾና ዘን ኣብ ሶሪ እዘን ቃላት ነዋሕቲ ስለ ዝኾናሲ ቦታ ወስዳ እዩ ሕጂ እዚ ሓምቢሻቶም ኢለ ኣለኹ ሓምቢሻቶምዎ ኩላቶም ኮይኖም ሲ ነዚ ዓብዪ ሕምባሻ ንሪኦ ዘለና እሶም እዮም ገይሮምዎ ነዛ ንእሽተይ ሕምባሻ ድማ ንሳቶም እዮም ሓምቢሾምዋ ሓምቢሻቶምዋ እዞም ሓወቦታት ከ እዮም ሓምቢሻቶምዋ ሓምቢሻቶም ዎ ሓምቢሻቶም ዋ ሲ ኤንደን እንታይ ክብል እየ ክልተ ሕምባሻታት ከም ዓበይቲ ሕምባሻታት ድማ ወም እብሎም ውስኸሎም ማለት እዩ ወም ወም እዚኣ ወም ወሲኸላ ዳይዋ ወም እዚኣ ድማ ከምኡ እንታይ ክውስኸላ እየ ወን ክውስኸላ እየ ሓምቢሻቶም ወን ድማ ነዘን ሕምባሻታት ሲ ሓውቦታትካ እዮም ሓምብሻቶም ወን ነዞም ዓበይቲ ትርእዮም ዘለኻ ከክንዲ ህድሞ ዝኾኑ ሕምባሻታት ድማ እሳቶም እዮም ሓምብሻቶም ዎም ነዛ ምዕንጭ ምዕንጭ ሉቕጥ ዝኾነት ነዛ ንእሽተይ ሕምባሻ ድማ እሳቶም እዮም ሓምብሻቶም ዋ እዚ ገዚፍ ድማ እሳቶም እዮም ሓምብሻቶም ዎ ኦኬ ግድ ሶ እዚ ድማ ዓባይካ እየን ሓምብሸን እዚኣ ድማ ኣብ ኣርባዕተ ኣብ ሓሙሽተ ክውስኻ እየ ከምዚ ክገብራ እየ እዚኣ ከምዚ ገይረ ከምዚ ገይረ ከምዚ ገይረ ድማ ኣሳልጥ ከብለልኩም እየ ከምዚ ገይረ ኣሳልጥ ከብለልኩም ሶ ሓምብሸን ሓምብሸን እየን ሓምባሽ ሓምብሸን ዓባይካ ንሰን እየን ሓምብሸንኦ እየ ዝብል ሕጂ ዎ ኣይኣቱን እዩ ኦ እዩ ዝኣቱ ሓምብሸንኣ ነዛ ንእሽተይ ድማ ነዞም ዓበይቲ ድማ ሳተን እየን ሓምብሸንኦም ኦም ሓምብሸነ ን ድማ ብል ማለት እዩ ነተን ክልተ ሶ እዚኣ ድማ ረኣይዋ ኦ ሪመምበር ኢት ሪመምበር ኢት ምስ ደቂ ኣንስትዮ ዝኸይድ ብዛዕባ ሕሉፍ ኢና ንዛረብ ዘለና እዚ ድማ ሕሉፍ እዩ ስለዚ ፔይ ኣቴንሽን ን ይብል ኣብዚ ማለት እዩ ን ሶ ርኢኹሞን እዚ ከምዚ ጌርና ተፃሪናዮ Isn't it easy for example እዚ ንኣብነትሲ ኣብ ዲክሽነሪ ከተእትዎ ኣብ ዓበይቲ ነገር ንኣብነት ኣብ ዝመጽእ ዘሎ ቴክኖሎጂ ኣብ ጉግል ኤኣይ ዩ ክኣቱ እንድሕር ኮይኑ ስታንዳርድ ክህልዎ ኣለዎ ከምዚ ጌርና ድማ ክንፈላለዩ ኣለና ከምዚ ገይሩ ምስ ተጻሕፈ እዩ ክውረቕ ዝኽእል ክሕተም ዝኽእል ሕጂ እዚ ንኣብነትሲ ሓምቢሾም ኢልና እታ ከነባዝሓ ከለና ሓምቢሸምዎ ንሓደ ሓምቢሸምዋ ንሓንቲ ሓምቢሸምዎም ንብዙሓት ማለት እዩ ንብዙሓት ሓምቢሸምዎም ሓምቢሸምወን ወትኤቨር ብዙሓት እየን ግን ከም ድቕቕ ዝበላ ገለ ወይ ውሕድ ዝበላ ካብቲ ካብዚ ኩሉ ማለት እዩ ስለዚ እዚኤን እየን እተን ስትራክቸር ወይ ድማ ኣገባብ ክነፅንዐን ዘለና ሕጂ እዚኣ ድማ ሓምቢሻተን ትብል ዘላ ሓምቢሻተን ራይዋ እዚኣ እዚኣ ድማ ከምዚ ክገብረ እየ ሓምቢሻተን ስቲል ኣብዚ እውን ከውርደ እየ ሓምቢሻተን ሓምቢሻተን ሓምቢሻተን ኢለ ሓርተን መወሰኽታ ኣይነት እየን ዝወሰኻ ሕጂ ዝወዎ ኣይኮነን እዘን ዝውሰኻ ዘለዋ ኣብዚኣ ኣይኖት እየን እዘን ዝውሰኻ ዘለዋ እዚኤን እየን ሕጂ እዚኤን ኦ ሓምብሻተን ኦ ብዙሓት እየን ሓትነታትካ እየን ሓምብሻተን ኦ ይብል ኣለኹ ኦ ንሓደ እዩ እዚ ሕጂ ነዚ ሕምባሻ እዚ ሓምብሻተን ኦ ክብሎ ከለኹ እታ ሕምባሻ ንሓንቲ እያ ተመልክት ሓምብሻተን ንብዙሓት ኣይኮነን ሓምብሻተን ንሳተን እየን እተን ብዙሓት ምዃነን ዝገልጽ ዘሎ ሓምብሻተን ኦ እብሎ ኣለኹ ሓምብሻተን ኣሃ ኣ ነዛ ሕምባሻ ኩሎም ኮይነን ሓምብሻተን ኣ ሓምብሻተን ኤን ነዘን ብዙሓት ሕጂ ኤን የእትዎ ኣለና ኣለኹ ኣሃ ሶሪ ኦም ክብል ኦም ዝብል ኣፍ እዩ እዚ ኦም ኦም ዝብል ኣፍ እዩ እዚ ድማ ሓምብሻተ ን ን ገብራብ እዚኣ ሓምሻተን So ልክዕ ከምዚአን ከምዘን ኣብዚ እትየን ዘለኹ ናይ ደቂ ኣንስትዮ ማለት እዩ ናይ ናይ ፌሚኒን ጀንደር እዘን ሩልስ እዚአን ኣትዋ ኦ ሓምሻተን ኦ ሓምሻተን ኣ ቢኬርፉል ኣብዚኣ ኩለን ኮይነን እየን ንሓደ ግዝፍ ዝበለ ሕምባሻ ሓምብሻተንኦ ንእሽ ዝበለት ሕምባሻ ሓምብሻተንኣ ሓምብሻተንኦም ክብል ከለኹ ድማ ንብዙሓት ዓበይቲ ነቶም ግዝፍ ዝበሉ ማለት እዩ እታ እዚኣ ሓምብሻተንኦም ክንብል ከለና ናይ መን ፕሉራል እያ ናይ እዚኣ እያ ሓምብሻተንኦ ኦ ኢልና ኦ ም ወሲኽና ኣላ እዚኣ ድማ ሓምብሻተንእን ክንብል ከለና ድማ ናይ መን ፕሉራል እያ ናይዚኣ እያ ሓምብሻተነኣ ኢልናሲ ሓምብሻተነእን ንሓንቲ ሓምብሻተነኣ ንብል ንክልተ ሰለስተ ዝኾና ከምኣ ድማ ሓምብሻተነእን እዚኣተን እዘን ኣንስቲ እዘን ሓትነታትካ እዘን ብሩኻት ከምዚ ገርና ኢና ቋንቋና ከነማዕብሎ ዘለና ክድህሰስ ኣለዎ ከምዚ ጌርካ እንተ ዳህሲስካ ኩሉ ግዜ ሲ ባዕልና ሰንጠረጅ ሰሪሕና ከምዚ ጌርና ፕራክቲስ ክንገብር እላበወኩም እንተ ደኣ ሞር ከነነንፍዖ ኮይና እዞ ሞር ዝደገምካ እየ ከዓ ግራመር ተማሂርካ ጥራሕ እንድሕር ኣንቢብካ ናታ ፎርሙላ ሰጊርካ እያ ናብ ዝነበርካ እያ ኢኻ ትምለስ ወላ ሓንቲ ተመሓይሽን ኢኻ ከምዚ ጌርካ ግን ክድስሶ ኣለካ ሶ እንታይ እያ ልና ኣብዚኣ ናብ ሓንቲ ክመፅእ እየ ሓምቢሾም ክብል ከለኹ ሓምቢሾም እንታይ እዮም ሓምቢሾም we don't know ዳጉሻ ድዮም ቀይሕ ጣፍ ድዮም ወቴቨር ዝኾነ ነገር ገይሮም ሓምቢሾም ሓምቢሾም ኢልና ሓምቢሾምዎ ክብል ከለኩ ከዓ ወል ነዚ ትሪኦ ዘለካ ሕምባሻሲ እሶም እዮም እቶም ሰብኣይ እዮም ሓምቢሾምዎ እያ ተመልክት ሓምቢሾምዎ ተይለሲ ሓደ ሰብኣይ ከም ዝገበርዎ ነቲ ምሕምባሽ እዛረብ ኣለኹ ሓምቢሾምዋ ክብል ከለኹ እሶም እዮም እቶም ሰብኣይ እዮም ግን ነዛ ንእሽተይ ትሪያ ዘለካ ሕምባሻሲ እዮም እዮም ሓምቢሾምዋ ሓምቢሾም ዎም ክብል ከለኹ ድማ ነዞም ኩሎም ትሪኦም ዘለኻ ዓበይቲ ሕምባሻታት ተሰሪሖም ዘለዉ እዞም ሰባ እዮም እዞም ኣባሓጎኻ እዮም ሓምቢሾም ዎም ነዘን ትሪእን ዘለኻ ድቕቕ ድቕቕ ዝበላ ባነታት ድማ ወይ ንኣሽቱ ሕምባሻታት እሶም እዮም ሓምቢሾም ወን ኦኬ ከምዚኣ ጌርና ፈላሊና ክንምሃረን ፅቡቕ ምክንያቱ ኣብዚ ተቐፂለ ነዊሕ እዩ ግዜ ክወስደልና እዩ ግን እቲ ኣገባብ ሓደ ስለ ዝኾነ ተረዲኡኩም ክኸውን ተስፋ እገብር እሞ ብዝተረፈ ሰሰናዩ እንታይ ክብለኩም ሰሰናዩ ጠጥዕሙ ንዓኻትኩም ሰሰናዩ ጠጥዕሙ ንዓኻትኩም ሲ ዩ ኦን ማይ ኔክስት ቪድዮ